ዕዙዝ ሰላምታና ይብጻሕኩም ክቡራት ተኸታተልቲ ሻሂ ኢንተርተይመንት ሰናይ ክትህልዉ ናይ ወትሩ ምንዮትና እዩ። እምበኣር ሎሚ ፍልይ ብዝበለ መደብ ጥበብ ኣብ ጥበባት ትብል መደብ ኢና ሒዝናልኩም መጺእና ዘለና። ኣብዛ መደብ እዚኣ ዝተፈላለዩ ናይ ኤርትራውያን ስነ ጥበባዊ ስራሓት እንዛተየሉ እንግምግመም ከምኡ እውን እንመሃረሉ መደብ እዩ። መቸም ላይክ እናበልና ነዛ መደብ እዚኣ ምድጋፍ ኣይንሕመቕ። ኣዳላዊት እዛ መደብ ሴፎራ ሃብቶም እየ። እምበኣር ናብ ናይ ሎማዓንቲ መደብና ከብለኩም። ኣብ ናይ ሎማዓንቲ መደብ ኣብ ጥበብ ኣብ ጥበባት እትብል እምበኣር ናይ ኣክረም ጀማል እተደርፈት ባዕለይ እትብል ቪድዮ ወይ ድማ ሙዚቃዊት ክሊፕ እየ ሒዘልኩም መፅኤ ዘለኹ። ኣብዛ ሙዚቃዊት ክሊፕ ሓደ ዛንታ ብመንፅር ግጥሚ፣ ስእሊ፣ ኣርትዖት ኣልያ እናበልና ዝተፈላለዩ ስራሓት ናይዛ ክሊፕ እዚኣ ክንግምግም ኢና። ሓቢርኩም ምሳይ ክትፀንሑ ብኽብሪ እዕድመኩም።

ኦኬ ሕራይ እምበኣር ብመሰረት ግጥሚ ናይዛ ደርፊ ወይ ድማ ናይዛ ሙዚቃዊት ክሊፕ እቲ ብሓፈሻ ከምዚ ክንሪኦ ዝፀናሕና ሓፈሻዊ መልእኽቲ ናይዛ ክሊብ ንሕዞ እንታይ እዩ ሓደ ንበደላት ኣፍቃሪቱ ብይቕሬታ ብተደጋጋሚ ግዜ ይሓልፎ እሞ ኣብ መወዳእታ ግን ንእምነቱ ዝፃረር ፍፃሜ ምስ ኣጋጠሞ ካብኡ ተሞርኪሱ ዝፀሓፋ ግጥሚ እያ ትመስል እስከ ደሓን ናብቲ ቀዳማይ ማይቤት ወይ ድማ ናብቲ ቀዳማይ ኣካል ናይታ ግጥሚ እስከ ንኺድ። ፋልማይ ጥልመትኪ ክኢለ ክኾነለይ ኣላፍ ከፊለ ዘይእረም ዶ ኾን ኣሎ ኢለ ብግብርኽስ ተሃሚለ። እዚኤን እተን ኣብተን ቀዳመይቲ ማይቤት ንረኽበን ሓረጋት ወይ ማስሕደማ ናይታ ክሊብ እዩ ሕጂ ኣብዚኣ እታ ሓፈሻዊ ሓሳብ ዝህበና ክትእረም እያ ኢሉስ ነቲ ንቀዳማይ ጌጋኣ ክትእረም እያ እሞ ናባይ ክትምለስ እያ ኢሉ ከም ዝሰገሮ እያ ዝያዳ እተርእየና ሓንቲ ግን ኣላ ማስ ከም ሕቶ ክኾነለይ ኣላፍ ከፊለ እትብል ከምዚ ምልክት ሕቶ ትኾነካ እንታይ ኮን እዩ ከፊሉ ከም ሕቶ መብዛሕትኡ ሰብ ሕጂ ኣእላፍ ኣእላፍ እንድዩ ከፊሉ ኣእላፍ እንድያ ከፊላ ኣእላፍ ተበሉኻኸ መብዛሕትኡ ግዜ እቲ ኣእላፍ ከፊለ ትብል ንብዙሕ ነገራት ትትርጎም እናኾነት ከላ ኣብ ተራ ዘረባታት ግን ኣብ ገንዘብ ዝተሓጸረት እያ ትኾን ምናልባት ከምኡ ዶ ትኸውን ማሱ ወይ ኣእላፍ ኣብዚኣ ንምንታይ ኮን ትኸውን ደሓን እስከ ከም ሕቶ ዕድል ዶ ይኾን ግዜ ምሕረት ተሓንስ ካብተን ዝስዕማ ግጥምታት ምናልባት ከብርሃልና ይኸውን ኢልና እናተጸበና ናብታ ካልኣይቲ ማይ ቤት ክንሰግር ግርም ተዋሲእክለይ እባ ኣውጺኽኒ ካብ ጸበባ ኣማኒ ግዲ ኮይነ ባዕለይ እውጽዓ ኣለኹ እዛ ነብሰይ ሓንሳብ ዓንቂፍክኒ ካልኣይ ኣውዲቕክኒ ምሕረት ምሂረክስ ምምሳል ምሂርክኒ። ትፈርድኒ'ለኺ ኣብ ሕልሚ ክነብር በይነይ ከንገርግር ዝብላ ነታ ካልኣይቲ ማይበት ዘቑማ ሓረጋት እየን። ሕጂ'ውን ኣብዚኣ ብድብድቡ እንታይ'ዩ ከምዚ ነታ ኣፍቃሪቱ ንሳ ተርእዮ ዝነበረ ኣካይዳን ባህርያትን ተሃሚሉ ኣብ መወዳእታ ግን ጥልመት ከም ዝተጎስመ ብናይ ኣቃጫጭ ግርም ተዋሲእክለይ እባ ብዝብል እዩ ዝጅምረልና ዘሎ። ብፍላይ እታ ምሕረት ምሂረክስ ምምሳል ምሂርክኒ እትብል ሓረግ ሓቂ ዘረባ ኬፍ ኣሎዋ። ማለትሲ ደስ ትብለካ እያ። ከምዚ ብዙሕ ነገራት ኣብ ውሽጣ ደሓዘት ኮይና ትስመዓካ። ክልተ ኣንጻር ኣንፈት ምዃኖም እዮም ኣብዚኣ ዝሕብረና ዘሎ። እቲ ክሊብ እሞ ንግደፎ ኣብ ግጥሚ ጥራይ ክንሪኦ ከለናሲ ክልቲኦም፣ ኣንጻር ኣንፈት ምዃኖም ንሱ ኣሚኑ ንዓ ናብኣ እናተጓዕዘ ከሎ ንሳ ንዕኡ ትመስሎ ምንባራ ክልቲኦም ኣንጻር ባህሪ ገጸ ባህሪ ምዃኖምስ ኣብዛ ግጥሚ እዚኣ ነግረና ኣሎ እቲ ክሊብ ኣጽኒሕና ማለት እዩ ከምኡ ውን ትፈርድን ለኽ ኣብ ሕልሚ ክነብር ትብል ዘላ ማስ በይነይ ከንገርግር ከኣ እቲ በይኑ ምንባር ኣብ በይኑ ገዛ ምንባር ገለ ዘይኮነስ ንዝተፈላለየ ዓይነት ውን ትውክል ትኸውን እያ። ኣብ ምጥርጣር፣ ኣብ ናይ ውልቃዊ ባህጉ፣ በቃ ክኾነለይ ኢሉ ንሱ ንዓ ይጎዪ ኣሎ እሞ ንሱ ጥራይ ድዩ ነቲ ጉዕዞ ድጎዮ ዘሎ? ንኸምኡ ውን ትውክል ክትከውን ትኽእል እያ። ሕጂ ኣብዚኣ ብጥምር ዝበለ እንታይ ኢና ንሕዞ ምሕረት ከም ዝገበረላ እሳ ግን ሕማቕ ከም ዝፈደየቶ ሓፈሻዊ ሓሳብ ኣብዚኣ ነግረና ኣሎ። እታ ኣእላፍ ከፊለ ትብል ዘላ ብዛዕባ ግዜ ኣይተዛረበን፣ ብዛዕባ ዕድል ኣይተዛረበን፣ ብዛዕባ ገንዘብ ውን ኣይተዛረበን። ሓቢርና እስከ ንርእያ ድሓን ናብታ ናብታ ሳልሰይቲ ማይ ቤት ንኺድ። ብጃልባ ናይ ምሕረተይ ካብ ፍዳ ኣድሒነኪ ኣብ ማዕሙቕ ጥልመት ገዲፍክኒ ሃዲምኪ ባዕለይ እንዴ ባዕለይ ጥፍኣተይ ኣዊጀ ጠላሚተይ ዝምሕር ሕብስትና ኣዋዲደ ክንዲ ዝገደደ ግርም ተዋሲእክለይ'ባ እዛ ግጥሚ እዚኣ ድሕሪ ምባሉ ሕጂ ናብ ድርብ እዩ ድኺድ እስከ ናብታ ድርብ ንኺድ ባዕለይ እንዴ ባዕለይ ገመድ መሊሰላ ንኽሳደይ ብዕራይ ሓሊበ ጓጉድ ክመልእ መስደምም ነገርዩ ንዝሰምዕ ባዕለይ እንዴ ባዕለይ ሕንቕንቕ ኣቢለያ ንኽሳደይ ማይ እናዘነበ ሓዊ ዝውልዕ ተሃሚሉኳ ከም ዝጠፍእ ኣብ ሞንጎ ህይወትን ጥፍኣትን ኣብ ሞንጎ እምነትን ጥልመትን ኣብ ሞንጎ ምፍቃርን ምምሳልን ኣቢልክዮ ልበይ ብትንትን ኣቢልክልለኺ ብትንትን ጥራይ ይቕረ ይኹንኪ በለኒ ክዕረ ካብ ትገድፈኒ ነገር ሰብ እንድየ ኮይነኒ ብሓንሳብ ኣይትፍረደኒ ሰብ ክከውን እንተደሊካኒ በጃካ ይቅረ በለኒ ከይትፈርድ ኣይትፍረደኒ ናበልኪ ናታሊልክኒ ግርም ተዋሲእክለይባ ኣብዛ ማይቤት እዚኣ ናይ ምውካል ናይ ምውድዳር ብዛዕባ ናቱ ባህርያትን እቲ ንሳ ኣብ ውሽጡ ዘሕደረቶ ናይ ዝተጋራጨዉ ሓሳባት ጥርንፍ ኣቢላ ተርእየና እያ ብፍላይ ኣብዛ ናይ መወዳእታ ማይቤት ክንሪኢ ከለና ሓቂ ዘረባ ነታ ደርፊ ወይ ድማ ነታ ሙዚቃዊት ቪድዮ ብባዕለይ እንዴ ኢሉ ጀሚሩ ኣብቲ ናይ መጀመርያ ናብቲ ዛንታ እዩ ደእትዎ እና ፋልማይ ጥልመታ ከም ዘበለ ድሕሪኡ ኣብዚኣ ግን እታ ባዕለይ እንዴ ትብል ዝያዳ ዘብርሃ ኮይና ትስማዓኒ ካብተን ሓንቲ ደስ ዝበለትኒ ማለት እዩ ምክንያቱ እቲ ዝበዝሕ ኣብዛ ናይ መወዳእታ ማይ ቤት ኣበይ እዩ ደሎ ኣብ ውልቂ ነብሱ እዩ ደሎ እቲ ኣብ ውልቂ ነብሱ እቲ ኣብኡ ወሪድዎ ደሎ ሓደጋ ናይ ስሚዕት ቅልውላዋት እታ ባዕለይ እንድየ ትብል ደላ ልክዕ ኣብዛ ማይ ቤት እዚኣ እዩ ዝገልጻ ምክንያቱ በሰንኪ እቲ ናታ ጌጋታት ብብዝሒ ግዜ ዕሽሽ ምባሉ ኣብ ሞንጎ ክልተ ነገራት ይቅርቀር ከም ዘሎ ማስ ኣብ ሞንጎ ሂወትን ጥፍኣትን እምነትን ጥልመትን ኣብ ብዙሕ ነገራት ቀርቂራቶ ከም ዘላ ሲ ስለምንታይ ባዕለይ ኢሉ ከም ዘሎ ዝያዳ ኣብዚኣ ይገልጸልና ገለ ገለ ሓረጋት ኣለዉ ብፍላይ እታ ብዕራይ ሓሊበ ዝብል ኣባህላ ነታ ንኣፍቃሪቱ ምስኦኣ ፍቅሪ ንዘየላ ክገልጽ ከምኡ ውን ማይ እናዘነበ ሓዊ ዝኣጉድ ዝብሉ ቃላታት ከምዚ ንብዙሕ ማእዘናት ኣብ ሓደ ጥርንፍ ኣቢሉ ክገልጾ ምስ ፈተነ ኮይኑ ዝስምዓኒ ዝያዳ ደስ ዝበለኒ ማለት እዩ። ሕጂ እንታይ እዩ እቲ ኣብ ሞንጎ ኢሉ ዝገልጾ ዝነበረ ከኣ ኣሎ ኣብ ጉዕዞ ናይ ህይወት ሕጂ ዝተፈላለየ ማእዝናት ናይ ህይወት ተንኪዩ ከም ዘሎ የርእየካ። ብሰንኪ እቲ ናይ ኣፍቃሪቱ ዝጎነፎ ጥልመትሲ፣ ኣብ መንጎ ህይወትን ጥፍኣትን፣ ምፍቃርን ምምሳልን፣ ጥልመትን ክሕደትን፣ እምነት ገለ፣ ኣብ መንጎ እዚኦም ብምሉኦም ተቐርቂሩ ከም ዘሎ፣ ኣብ መንጎ እዚኦም ንኽነብር ፈሪዳቶ ከም ዘላሲ፣ ከምዚ እቲ ናይ ምውድዳር ወይ ድማ እቲ ናይ ኣንጻርነት ባህሪ ናይዛ ክሊፕ ዝያዳ ዝገለጾ ኮይኑ ይስምዓኒ ማለት እዩ። ሕጂ እታ ናይ መወዳእታ። ኣብዛ ግጥሚ ከተዛትየና ወይ ክተዛርበና ትኽእል እንተያ እታ ኣእላፍ ከፊለ ትብል ምናልባት ንምንታይ ኮን ኢኹም ግዜ ኣሃ ግዜ ሰዊኤልኪ ገለ ኢልዋ ዶ ኣብ ግጥሚ የለን መቸም ከምኡ ከክብል ምኸኣለ ዶ ኣሃ ዕድል ምስኣ ንኸሕልፍ ኢሉስ ብዙሕ ናይ ስራሕ ዕድላት ከሲሩ ዶ ይኾን ምናልባት ዝተፈላለዩ መኣዝናት ብሓፈሻ ግን ሓንቲ ካብዛ ግጥሚ ክንመሃራ ንኽእል ተኣእላፍ ከፊለ ብናተይ ማለት እዩ ዝያዳ እስኹም ከመይ ትርድእዋ ከኣ ኣብ ኮመንት ክጽበ እየ ኣእላፍ ከፊለ ክብል ከሎ ንብዝሒ ምሕረት ኮይና ትስምዓኒ ነቲ ንሳ ዓሰርተ ግዜ ንሓደ ብተደጋጋሚ ዝብድለካ ሰብ ክንድኡ ግዜ ምሕረት ክትገብረሉ ቀሊል ኣይኮነን ከም ሰብ ኮንካ ኣብ ጉዕዞ ሂወት ዝተፈላለዩ ዓይነት መኣዝን ስለ ዘሎ ሕጂ እታ ኣእላፍ ከፊለ ትብል ዘላ ኣብዛ ግጥሚ እዚኣ ምናልባት ነቲ ብብዝሒ ምሕረቱ ዶ ይኸውን ኣነ ከምኡ ኢለ ይድምድማ ምኽንያቱ ብጃልባ ናይ ምሕረተይ ካብ ፍዳን ኣድሒነኪ ክብል ከሎ ጃልባ ትብል ቃል ብዓባያ ምጥቃሙ ብብዝሒ ግዜ ይቕረ ኢልላ ከም ዘሎ እውን ሓደ መረዳእታ እዩ ሕጅስ ከድሓንኮም ኢልና ንደምድማ። ኣእላፍ ከፍ ኢለ ትብልስ ከምኡ ዶ ትኸውን ኣብዛ ግጥሚ ወይ ኣነ ምናልባት ድነጠርክዎ ፖይንት ከይህሉ ኣብ ኮመንት ክጽበይ። ሕጂ መቸም እታ ኣእላፍ ከፍ ኢለ ትብል ደላ ብመሰረት ግጥሚ ማስከ መሰረት ጌርና ሕጂ ብዝተፈላለየ ዓይነት መኣዝናት ርኢናያ ኣለና ብዝያዳ ግን ነዛ ቪድዮ ገጣሚ ናይዚኣ ኣክረም ጀማል

ስእሊ ክሊፕ ኣክረም ጀማል ባዕለይ ብፍላይ እቲ ድራማዊ ትሕዝቶኣ ካብን ናብን ዝውሰድ ስእልታት ነቲ ዛንታ ኣዝዩ ዝገልጽ እዩ። ክትሪኦ ከለኻ ዋላ ምስቲ ህርመት እውን ዝኸይድ እዩ። ሕጂ ኣብ ስእሊ ክትጅምር ከላ እታ ስእሊ እንታይ ኢና እቲ ቀንዲ ገጸ ባህሪ ወይ እቲ ኣማኒኤ ዝብል ዘሎ ኣብ ዝተፈላለዩ ባንቡላታት፣ ንብረታት ኣብ ምዕዳግ እዩ ዘሎ። በንጻሩ ድማ እታ ኣፍቃሪተይ ዝብላ ዘሎ ኣብቲ ናይ ሆይ ሆይታን መስተን ዕብዳንን ከም ዘላ ካብን ናብን እናበለ እዩ እታ ክሊብ ዝጅምራ ዘሎ። ሓቂ ዘረባ ብጣዕሚ ደስ ትብለካ። ሕጂ እዚ ዝተፈላለዩ ዓይነት ኣሳእላት ዝወሰዶም ነቶም ቀንዲ ገጸ ባህርያት ዝውክሉን ዝገልጹን ከም ርዱእ ወሲድና ሕጂ ናበይ ንኺድ ናብቲ ካብቲ ብዙሕ ዝድነቑ እስከ ገለ ጦብላሕታ ዘሕደሩልና ስእልታት ኣነ ገለ ገለ ክጠቅስ እንድየ ዝተረፈኒ ከኣ ካባኹም ክጽበ እየ። ካብተን ንዓይ ደስ ዝበላኒ ከምኡ ውን ምስ ኣብ ከባቢየይ ዘለዉ ተዓዘብቲ ከምኡ ውን ስነ ጥበባውያን ሓቲተ ብዝረኸብኩዎ ከኣ ገለ ገለ ናባኹም ከብሎ እየ ንኣብነት ሕጂ እታ ኣብ ዜሮ ዜሮ ኣብ ዕስራ ሰከንድ ኣብ ዕስራ ካልኢት ዘላ ድምጻዊ ብታሕቲ ኮይኑ እተወስደላ ስእሊ ተደጋጊማ ኣትያ ዘላ ናይ ድምጻዊ ኣብ ትሕቲ ማይ ኮይኑ which is ኣብ ዜሮ ዜሮ ዕስራን ሸሞንተን ካልኢት ዘላ እታ ዝተፈላለዩ ክልተ ኣሳእል ሒዛ ዘላ ናይ ኣብ ዕስራን ሽዱሽተን ካልኢት ዘላ ከምኡ ውን ቁሩብ ሕጽር ኢላ እንዳ ኣምበር ኣብ ሓደ ደቂቅን ኣርብዓን ሰለስተን ዘለዎ ኣሳእል ሓደ ካብተን ኣዝየን ዝድነቃ ስራሕ ናይዛ ክሊብ እያ ማሰናዓይ ደስ ዝበላኒ ማለት እዩ እዚ ጥራይ ደይኮነ ኣብታ ሰለስተ ደቂቅን ሰላሳን ሽዱሽተን ካልኢትን ዘላ ነቲ ንኸተምስል ሒዛቶ ኣዳልያቶ ዝነበረ ናውቲ ሒዛ ዝተፈደሓትላ ከምኡ ውን እቲ ገጸ ባህሪ ኣትዩ ዘርኣዮ ስምዒታት ዘንጸባርቑ ስምዒታት እሱ ጥራይ ደይኮነ ከኣ ዋላ ኣወሳስዳ ኣንግል ሓደ ካብቶም ኣዝዮም ዘድነቕክዎም ፓርት ናይዛ ቪድዮ ክሊፕ ንሳ እዩ ኔሩ ምኽንያቱ መብዛሕትኡ ግዜ ኣብ ስእሊ ትወስዶም ኣንግላት ነናቱ ትርጉም ኣለዎ እዩ ዝብሃል ምሳኹም እየ ተማሂረ ሓቢረ ምኽንያቱ ዋላ ኣብቲ ናይ ህይወት ክንከይድ ከለና ሓደ በደልን ተበዳልን ይቕሬታ ክሓትት ከሎ ግትር ኢልካ ኣይኮንካን ይቕረ ትብል ከም ባህሊ ይቕረ ክትብል ተኾንካ ተደፊእካ ድንን ኢልካ ወይ ክትምርቕ እንተኾንካ ድንን ትብል ሕጂ ከምዚ ዓይነት እንተ ኣብ ሰብ ተሃልዩስ ኣብ ካሜራኸ ክህሉ ኣለዎ ዶ ግድን እዩ ምኽንያቱ ንሓደ ይቕረ ድብል ደሎ ሰብ ብታሕቲ ኮንካ ኣይትስእሎን ኢኻ ደኒኑ ከሎ ብላዕሊ ኮንካ ትስእሎ እሞ ናይ ብሓቂ ይቕረ ከም ዝብል ደሎ ክምርቕ ከሎ ሕጂ ኣንግላት ነናቱ ትርጉም ኣለዎ ሕጂ እታ ዝያዳ ደስ ዝበለትኒ ከኣ ኣብዚኣ እያ እቲ ዋላ እቲ ኣወሳስዳ ናይቲ ኣንግል ከኣ ቀጺልና ውን ክልቲኦም ቀንዲ ገጸ ባህርያት ማለት ኣፍቃሪትን እቲ ጠሊምክኒ ዝብላ ዘሎ ኣፍቃሪ ውን ዝተወስድሉ ኩርናዓት ውን ዝያዳ ደስ ይብለካ ምኽንያቱ እቲ ቀንዲ እቲ ቀንዲ ገጸ ባህሪ ወይ ድማ እቲ ጠሊምክኒ ድብል ዘሎ ኣብ ቅድሚት ኮይኑ እታ ጠላሚት ትብሃል ዘላ ኣብ ድሕሪት ኮይና ሓደ ካብቶም ዝያዳ ዝነኣዱ ናይዛ ስራሕ ማስድ እታ ደስ ዝበለትኒ ፓርት ናይዛ ቪድዮ ክሊብ እያ ሕጂ ኣብ ስእሊ መቸም ገለ ገለ ነገራት ተማሂርና ኣለና ዝተረፉ ን ክህልዉ ይኽእሉ እዮም ካባኹም ክጽበ እየ።

ከም ተዓዛቢት ኮይነ ጽቡቕ ክብሎ ይኽእል ምኽንያቱ እቲ ካብን ናብን ምርኢታት ምስቲ ዜማን ህርመትን ናይታ ክሊፕ ዝሳነ ኮይኑ ስለ ዝተሰማዓኒ ከምኡ ውን ሕብሪ ዝተዋህባ ኸኣ ምስቲ ዛንታ ድሳነ ይብሎ እንታይ ትብሉ ንስኹም ከ እንድዒ ሕጂ ድሓን እስከ ገለ ካብቲ ቡዙሑ ናታ ንዓይ ደስ ዝበሉኒ ከም ተዓዛቢት ከምኡ ውን ኣብ ከባቢየይ ደለዉ ሰባት እክብ ኣቢለ እስከ ድሓን ካብኦም ብጭልፋ ካብ ባሕሪ ክነግረኩም እየ ብፍላይ እታ ኣብ ኣርባዕተ ደቒቕን ሳላሳን ትሽዓተን ካልኢትን ደላ ክትጅምር ከላ ንኣፍቃሪት ሓሊፍዋ ክኸይድ እንከሎ ስእሊ ምስታ ዛንታ ኣዝያ ደስ ብለካ ወይ ከም ፈጠራዊት ደስ ዝብለካ እቲ ስራሓ። ከም ተዓዛቢት ኮይነ ግን ንምንታይ ኣትያ ወይ ኣይተረድኣትንን ምኽንያቱ እንታይ እዩ ክኸይድ ይጸንሕ እሞ ጠጠው ይብል ሽዑ እሱ ክሓልፋ ከሎ እሳ ክትጥምቶ እታ ጠጠው ምባሎም ዘሰይም ሓደ ዓይነት ኣልባሳት ጌሩ እንክ ንሱ እታ ኣፍቃሪቱ ኣብታ ጠጠው ምባል ኣበየናይ ኣንግል ነይራ ግን ሙሉእ ብሙሉእ ዲፋይን ክገብራ ኣይከኣልኩን ምናልባት ናይ ኤዲቲንግ ወይ ናይ ስእሊ ኣቀራርፃ ዶ ይኸውን ምክንያቱ ንዑ ሙሉእ ብሙሉእ ንሪኦ ኣለና ነታ ኣፍቃሪቱ ግን ኣይንሪኣን ኢና ዘለና ወይ በየናይ ኣንግል ከም ዘላ ከመይ ክትቅዳሕ ነይርዋ ብዝያዳ ከምቲ ካልኦት ኣሰኣእላ ንዓኣ ብግቡእ ስኢልዋ ነይሩ እንተዝኸውን ከ ፍሉይ ጠብላሕታ ዶ ምሕደረ እታ ክሊፕ ከመይ ተረዲኣትኩም ከኣ እስከ ዳሓን ኣብ ኮመንት ክጽበየ። ሕጂ ናይ ኣርትዖት ስራሕ ግን ብሓፈሻ ናይዛ ክሊፕ ብ ኣክረም ጀማል ዝተደርፈት ባዕለይ ትብል ሓቂ ዘረባ ብጣዕሚ ዝነኣድ እዩ ሓደ ካብቶም ዝያዳ ደስ ዝብሉኻ እንታይ እዩ ጅምር ከተብል ከለኻ እታ ቪድዮ ዉው ገለ ትብላ ከኣ እታ ኣብ ትሕቲ ማይ ዝመስል ኮይኑ ዝወሰዳ ቀረጻ ካብተን ኣዜን ፍሉይነት ዝረኸብኩለን ዋላ ዝነኣዳ ስራሓት ናይ ዛኪ ሊብያ ስለዚ ከየንኣድክዎ ኣገናዕ ከይበልኩ ክሓልፍ ኣይደልን እየ። ቀጺልና ንሪኣ ሕጂ ከኣ እዛ ናይ ኣልያ ኣብ ኣልያ ማለት እዩ ሕጂ ገለ ክፋል ናይዛ ክሊፕ ከኣ እስከ ናብኣ ከብለኩም። ሕጂ ቀልጺልና ኣብዛ ሙዚቃዊት ቪድዮ ባዕለይ ዝተገብረ ናይ ኣልያ ስራሓት ብጽቡቕ ክገምገም ይከኣል እዩ ወይ ከም ተዓዛቢ ኮንካ ክትሪኦ ከለኻስ ዉው ደስ ክትብለካ ኢልካ እዛ ቪድዮ ዝያዳ ክደጋግማ ዝገብረካ ዝተፈላለዩ ዓይነት ስራሓታት ኣለዉ ሕጂ ልዕሊ ኩሉ ግን ዝያዳ ደስ ዝበለትን እንታይ እያ ናን ሊንያር ዝኾነ ዓይነት ኣገላልጻ እያ ተወሲድላ ኣብዛ ቪድዮ ክሊፕ ምክንያቱ እሱ ንሓዳሩ ወይ ድማ በቲ ቪድዮ ክንሪኦ ከለና ንነፍቃሪቱ እምነት ከም ዘለዎ ንብረታት ክዓዳድግ ንሳ ኣብ ሆይሆይታ ክትህሉ እዩ ጀሚርልና እቲ ሲኬንስ ክንሪኦ ከለናስ ብከምኡ ጀሚሩ እሞ ዳሕራይ ሽዑኡ ጥልመት ይጉሰም ከም ዘሎ ድሕሪ እቲ ዘሎ ኢዩ ድመጽእ ደሎ ሕጂ ኣብዚ ናይ ኣልያ ክንሪኦ ከለና ዘይ ስሩዕ ዓይነት ኣቀራርጻ ሕጂ ናን ሊንያር ብዝኮነ መንገዲ ዋላ ክገልጻ ምፍታኑ ሓደ ካብቲ ኣዝዩ ዝናኣድ ኢዩ ልዕሊ ኩሉ እንታይ ኣብቲ ናይ ፈጠራውነት እንታይ ብኣዝዮም ደቀቅቲ ነገራት ሲ ክሳብ መዓርክን እምነት ናይ ብሓቂ ኣማኒ ኢየ ዝብሎ ዘሎ ነቲ ገጸ ባህሪ ሙሉእ ብሙሉእ ብደቀቅቲ ነገራት ጌሩ ገሊጽዎም ከም ዘሎ ከማን የርእየና ኢዩ ሓደ ካብኣቶም እቲ ኣብ ቤት ዕድገ ከይዱ ባምቡላታት ገለ ክገዛዝእ ከሎ፣ ገዝኡ ናይ ቆልዓ መደቀሲ ከዳሉ ከሎ፣ ገለ ዝተበትኸት ተሌፎን ገለ እዚኦምሲ ምናልባት ነቲ ናቱ ትምኒት ዘይምስማር ክገልጽ ኢሉ ምጥቃሙ ሓደ ካብቶም ኣዝዮም ዝድነቑ ፈጠራዊ ስራሕ ናይዚኣ እዮም። ከምኡውን ከምቲ ከኒና ክትወስድ ከላ ምምሳል ክብል ከሎ ሓንሳብ ጥልመት ጎሲሙ ንፋልማይ ጥልመት ክኪኢለ ክብል ከሎ ኣብቲ ናይ መጀመርያ ውላድ እናሃረፈ ከሎ ክስእን ከሎ Still ንቀዳማይ በደላ ይቅረ ኢልላ ካልእ ሃንቀውታ እናገበረ ከሎ ንሳ ከኒና ክትሕዝ ነቲ ጥንሲ ከተምስየላ ሒዛቶ ዝነበረት ጨርቀ መርቀ እዚኦም ደቀቅቲ ነገራት ነቲ ናይ በሓቂ ነቲ ናይ ገጸ ባህሪ ክገልጹ ኢሉ ኣብቲ ክሊብ ምእታዎም ምሕሳቦም ሓቂ ዘረባ ኣዝዩ ዝድነቅ እዩ ብዓቢኡ ከኣ ኣቀዲምና ኣብ ግጥሚ ዝረኣናያ ዛንታ ብመልክዕ ክልተ ሰብ ቃል ኪዳንን ጥንስን ንምውላድ ዝተወስደሉ ሕርያ ገለ ኣዝዩ ጽቡቕ እዩ። እታ ግጥሚ ክንሪኣ ከለና ብዙሕ ማእዝን ሂወት ሒዛ ጸኒሓ ኣብቲ ክሊፕ ከኣ ኣብ ሓደ ማእዝን ናይ ሂወት እሞከኣ ጽቡቕ ጌሩ ገሊጽዋ ምህላዉ ሓደ ካብቲ ደስ ዝብለካ እዩ። እቶም ክእረሙ ዝግብኦም እንብሎም እቶም ኣብ ዝያዳ ኣብ ስእልን ኣርትዖትን ዝጥቀሱ ነገራት እዮም። ሕጂ ንገጸ ባህርያት ከምቲ ኣብ ዛንታ ዝህልዎም ተራ ግድን ኣብ ስክሪን ከኣ ዝሕዝዎ ቦታ ዝውስን ክኸውን ኣለዎ። ምኽንያቱ ኣብ ሓደ ውሱን ምርኢት ዝለዓለ ተራ ዝጻወተ ገጸ ባህሪ ኣዳቂቅካ ወይ ድማ ናብ ድሕሪትን የማንን ጸጋምን ጫፍን ኣጸጊዕካ ምውሳድ ኣንጻር ጥርጉም ዝወስድ እዩ ሓደ ካብቲ ኣገባብ ኣዋሳስዳ ማለት እዩ። ሕጂ ቅድሚ ምዝዛምና ኣብዛ ክሊፕ ምናልባት ከም ሕቶ ወይ ኣነ ነጢረያ እየ ወይ ዝያዳ ኣየብራህኩዋን ወይ ካብ ተዓዘብቲ ብዙሕ መልሲ ኣይረኸብኩላን ዝብላ እንተያ ክኾነለይ ኣእላፍ ከፊለ እትብል እያ። ከመይ ኮን ሓሲብዋ ይኸውን ኣብ ኮመንት ክጽበ። ኣብ ክሊፕ እዩ ዝያዳ ኣብሪህዋን ደኣ እምበር ኣብ ግጥሚ ዝኾነ ብዛዕባ እቲ ካብቲ ዝኸፈሎም ኣእላፍ እንታይ ምዃኑ ድገለጸ ኮይኑ ኣይተሰማዓንን ወይ ምናልባት ኣነ ምናልባት ሚስ ጌረዮ ከይከውን ሕጂ እንታይ እዩ መብዛሕትኡ ግዜ ሓደ ክሊፕ ክስራሕ ከሎ ኣብ ግጥሚ እዩ መሰረቱ ሙሉእ ብሙሉእ እታ ክሊፕ ካብቲ ግጥሚ ወጻእ ክትከውን የብላን ማለት ዝያዳ ፈጠራታት ወይ ንኣሽቱ ፈጠራታት ከተእትወላ ክትክእል እንዳ እምበር ኣብ ዛንታ ዘየለ ወይ ኣብቲ ክሊብ ኣብቲ ግጥሚ ዘየለ እንተ ደኣ ዛንታ ተእቱ ተሃሊኻ ነታ ክሊብ ኢኻ ኣድኒቕካያ ትሓልፍ እምበር ከም ግጥሚ ኣይኮንካን ኣድኒቕካያ ትሓልፍ ሕጂ ክትምልሱለይ ንዓኹም እየ ክገድፋ እምበር ኣብ መወዳእታ ከምቲ በሃር ስነ ጥበባዊ ነፍስሄር ኣብርሃም ኣፎርቂ ከም ዝበሎ መኣንታን ጽባሕ ክሓይሽ ካብ ሎሚ ዝተፈላለዩ ስነ ጥበባዊ ስርሓት ካብ ሎሚ ጽባሕ ዝያዳ ጸቢቖም ክመጹና ዘለና ሪኢቶ ኣብ ኮመንት ምጽሓፍ ኣይንሕመቅ ወይ ዝኮነ ክሊባት ኣይነጽረልናን እዚስ ከምዚ ዶ ተዝከውን እትብልዎ ኣብ ኮመንት ክጽበየኩም እየ መደብ ካባና ናባኩም ካባኩም ናባና እያ እሞ ኣብዛ ስራሕ እዚኣ ተሳተፉ። ኣልያ ቲሞ ግጥምን ዜማን ኣክረም ጀማል ስእሊ ሶሎ ኤይቲ ተሓጋጋዚ ስእሊ ዩኤል ተክለ ኣርትዖት ባንኪ ጸሃየ ሕብሪ ኣቤል ሃይለ ንኹላትኩም ኣብዛ ስራሕ እዚኣ ዝተሳተፍኩም በዚ ኣጋጣሚ እዚ ኣገናዕ እንኳዕ ሓጎሰኩም የቐንየልና ክብሎም ይፈቱ። ልዕሊ ኩሉ ከኣ ኣክረም ጀማል ናይ በሓቂ ነቲ ገጸ ባህርያት እና ደረፈ ከሎስ ነቲ ስምዒታት መሊኹ ክደርፍ ምኽኣሉ ኣብዛ ቪድዮ ክሊፕ ክሪኦ ምኽኣለይ ንዓይ ዝያዳ ማራ ደስ ኢልኒ ከየድነቕኩ ክሓልፍ ኣይደልን'የ ከተድንቕዎ ትደልዩ ፓርትን ገጸ ባህርያትን ኣብዚኣ ከኣ ኣብ ኮመንት ክጽበየኩም'የ። እዛ መደብ እዚኣ መድረኽ ንተዓዘብቲ እያ ስለዚ ተዓዘብቲ ምስ ተዓዘብቲ ተዘራሪብና እነምጽኦ መደባት እዩ እሞ ገለ ገለ ደይተረዳእኒ መቸም እዚኤን ኔረን ዝያዳ ከመይ ንስኹም ትርእይዋ ሓሳብኩም ኣብ ኮመንት ክጽበ እየ እዛ መደብ እዚኣ ንምዕባይ ሼር ላይክ ኮመንት ልዕሊ ኩሉ ከኣ ሳብስክራይብ ምግባር ኣይንሕመቕ ንዝመጽእ ብኻልእ ትሕዝቶ ምስ ተፈልየን ክሳብ ንመጽእ ሰሰናዩ።